ከም ሕጂ ኣብ ኣብ ጀስት ኣብ ሜይን ዝበሃል ኢና ኣብ ሜይን ዝበሃል ኢና ጥራይ ክንጽሕፍ ማለት እዩ ጽሒፍና ጽሒፍና ከ ከመይ ጌርና እቲ ንደልዮ እነንብቦ ዝብል ከም ኩሉ ግዜ እዚ ፕሮግራም ሲ ፕሮግራሚንግ እዩ። ስለዚ ናብ ስትድዮ ዶት ኤች ኢልና ማለት እዩ ሽዑ እቲ ናና ምንጭ ዘኢልና ዘለና ኣብ ኣብ ኣብ ሜን ፋንክሽን እዩ እሱ ከዓ ኢንት ኢልና ኢንት ሜን ቮይድ ዋላ እዚ ቮይድ ቀፃሊ ከም ከም ከም ክስታይ ከም ጥራይ ዶ ክንገድፎ ንኽእል ኢና ቮይድ ከይትና ማለት እዩ ከምዚ ክንገብሮ ንኽእል ኢና ከም ብዝተፈላለየ ዓይነት መገዲ ክንፈጥሮ ንኽእል ኢና ሕጂ ደሊና ዘለና ጽሒፍናን ከነንብብ ጽሒፍና ከመይ ጌርና ከ ነንብብ እዩ መጀመርያ ካር ኒሚ ዝበሃል ዋላ ከባቢ ሕጂ ኣብዚ ቅድሚ ከምዚ ምባልና ግን ዋላ እንታይ ዝበሃል ጌርና ደፍ ዲፋይን ኢልና ዋላ እቲ ላንግዝ ናይቲ ዋላ ከባቢ ስሳ እንተይብናዮ ሶ ኣብዚ ለን ክንእትዎ ንኽእል ኢና ማለት እዩ ሽዑ ፋይል ፋይል ብዓቢ ፋይል ብዓቢ ምስ ገበርና ኣብዚ ቲዮደስቶ ፊኒሽ ይጽሕፍ ኣለኹ ምክንያቱ ኣብ ዩኒቨርሲቲ ብከምኡ ስለ ተማሃርኩ ማለት እዩ ካራ ምጽሓፍና ፋይል ቲዮደስቶ ካልእ ኣብዚ እንትከብ እንታንገብርና እቲ ኢፍ ኢልና ሽዑ ቲዮደስቶ

ዶት ቴክስት ዋላ እንተሂብናዮ ድሕሪኡ ራይት ክንገብር ስደልና ስለ ዘለና ኣብዚ ዳብሊው ንፅሕፍ ማለት እዩ እዚ ከልስቱ ዝብል ጌርና ኖል ንብሎ ማለት እዩ ቅድሚ እዚ ምግባርና ግን ሓደ ሓደ ካልኣይ ብራከት ኣብዚ ክንገብረሉ ኣለና ብድሕሪኡ

uh, what so try again ከምዚ ኢልና ዝኾነ እታ ቴስታይ ምስራሕ እንተኣብያ እንተኸንበይና ተስታይ ምስ እትያ እዚ ምኽፋት እንተ ኣብያትና ከምዚ ዝብል ኢንፎርሜሽን ክመጸና እዩ ማለት እዩ ሽዑ ራይት ራይት ክንገብር ደሊና ኣለና ፕሪንት ፕሪንት ኣንፊልና ሽዑ Give, give me your number, your, your name. ከምዚ ንቦ ማለት እዩ ድሕሪ ስካን ኣፍ ጌርና ሽዑ ፕሪንት ንገብሮ ማለት እዩ ስካን ኣፍ ጌርና ፐርሰንቴጅ ኤስ ሽዑ ከምዚ ጌርና ማለት እዩ ኔሜ ንቦ ማለት እዩ ቅድሚ እዚ ግን ኣብዚ ከምዚ ሃፍ ፖይንት ክንተወላ ኣለና ሽዑ ክንድዚ እዚ ሃፍ ፕሪንት ኤፍ ዝበሃል ኣሎ እዚ ኤፍ ፕሪንት ኤፍ እንታይ ማለት እዩ እንድሕር እንተኢልና ኤፍ ፕሪንት ኤፍ ማለት ፕሪንት ዝገብር ማለት እዩ ሽዑ እቲ ፋይል ክንገብር ኣለና እቲ ፋይል ከመን እዩ ቲየደስቶ ቲየደስቶ ሽዑ ድሕሪኡ ከ እቲ ፐርሰንቴጅ ኤስ ቅድሚ እዚ ግን ከምዚ ክንገብር ኣለና ምክንያቱ እቲ ደሊና ዘለና ኣብ ሲ ፕሮግራሚንግ ከ ከምዚ ክንርስዕ የብልና ሽዑ ኒሚ ክንእትወሉ ኣለና ብድሕሪኡ ብድሕሪኡ እንታይ ዝበሃል ክንገብር ኣለና ኤፍ ፕሪንት ኤፍ ኢልና ምፅሓፍና እንታይ ዝበሃል ክንከይድ ኣለና ኣብዚ ፅሒፍና ኣለና ኣብዚ ካብ ፕሪንት ገይርና ኣለና ኣብዚ ኤፍ ክላውዝ ኤፍ ክላውዝ ሽዑ መን እዩ ቲኤልስት ሽዑ ከምዚ ገና ንወፅ ማለት እዩ ኣት ሴም ታይም ኣብ ሓደ ግዜ ክነንብቦ ከዓ ደሊና ኣለና ክነንብቦ እንተደሊና እንታይ ንገብር ኢፍ ኢልና ማለት እዩ ካልኦት ዋላ ብራክ ጌርና ኢፍ ቲየ ደስቶ ማዕረ እንተኮይኑ ምስ ኤፍ ኦፕን ሪድ ክንገብር ደልና ስለ ዘለና ምስ ቴክስት ቴክስት ቴክስት ቴክስት ሽዑ እቲ ዝጸሓፍናዮ ብ ብ ሪድ ሞድ ሪድ ብሪድ ነንበቦ ማለት እዩ እዚ ከልስቱ ኖል ንበ ማለት እዩ

uh, try to uh, fix it ዝኾነ ሓበሬታ ሂብና ኣለና ድሕሪኡ ኤግዚት ዜሮ ንቦ ማለት እዩ ብድሕሪኡ ከዓ ክነንብቦ ደሊና ስለ ደለና

ለን ግን ኣብዚ ማይነስ ክልተ ክንገብረላ ኣለና ምክንያቱ ብድሕሪ እቲ ፋይል ዝበሃል ክመፅእ ኣለዎ እቲ ፋይል ከዓ ቲየደስቶ ማለት እዩ እዚ እኖ ማዕረ እንተት ኮይኑስ ኖል ኖል ማለት ቀፃሊ ዚሮ እዩ ከምዚ ንገብሮ ኣሎ ማለት እዩ ድሕሪኡ ኣብዚ ፕሪንት ኢልና ማለት ደልና ዘለና ፕሪንት ንገብሮ ፕሪንት ኤፍ ፕሪንት ኤፍ ኢልና ሽዑ ፐርሰንቴጅ ፐርሰንተጅ ኤስ ሽዑ ኔሜ ንቦ ማለት እዩ ቅድሚ እዚ ግን ነቲ ዘንብብ ነቲ ነቲ ነዚ ፕሮግራም ዘንብቦ ዘሎ ምንቲ ክርድኦ እንታይ ክንብልና ዝኾነ ሓበሬታ ክንብልን ዝኾነ ሓበሬታ ሂብና

ኣብዚ ኤፍ ክሎዝ ኢልና ኣለና ኣብዚ ኦፕን ገይርና ኣለና ኦፕን ምስ ገበርናዮ ሪቢብና ኣለና ድሕሪኡ ኤፍ ክሎዝ ንብሎ ማለት እዩ ኤፍ ክሎዝ ደንቲ የደስተንብሎ ማለት እዩ then return ዜሮ ነው ማለት እዩ እዚ እንታይ ይርእየና ኣሎ መጀመርያ ክልተ ሞድ ናይ ሞድ ዝበሃል ናይ ራይቲንግ ን ሪዲንግ ዝበሃል ሂብናዮ ብድሕሪኡ ኣብዚ ኣንቢብና ኣለና ምስ ኣንበብና ከዓ ኖ ፅሒፍና ኣለና ክንፅሕፍ ደልና ክንፅሕፍ ምስ ደልና ከፊትና ኣለና ፅሒፍና ኣለና እቲ ዝጸሓፍናዮ ካብ ፕሪንት ገርናዮ ኣለና ክንንብቦ ክንንብቦ ኢልና ኤፍ ኦፐን ከፊትና ኣለና ኣብዚ ከ ኣንቢብናዮ ኣለና ብኤፍ ገጽ ክንርሳ የብልና ዋይል ከ ብኢቲ ደልና ዘለና የንብቦ ማለት እዩ ኤፍ ክሎዝ ቴልስ ራይት ሪተርን ዚሮ ከ በዚ የምጽ ማለት እዩ ሶ ነዚ ነዚ ፕሮግራም እንድሕር ፕሪንት ተገርናዮ ዴሞ እንዳቲ ዴሞ ማለት ዴሞንስትሬሽን እዩ ግን ብሕፅሕፈት እዩ ዴሞ ምስ በልና ሽዑ ዋላ ኪክ ክንብል ንብሎ ማለት እዩ ሸ the number was cool

ቀጻሊ ኤግዚት እንታይ ይደሊ ኣብዚ ንህለ ሕጂ ዎርኒንግ ኤግዚት እንታይ ይደሊ እዚ ከምዚ ይደሊ ማለት እዩ ኤስት ዲ ክንባ ኣለና ግድን ስሌት ሂብናዮ እቲ ፕሮግራም ክሰርሕ ኣይክእል ኢንክሉድ ስትድ ሊብ ዳት ኤች ከምዚ ክንባ ኣለና ሴፍ ጌርና መጀመሪያ ሸው እንተሂብናዮ ጊሚ ዮር ኔም ነዚ ነዚ ኣምፅኣትና ኣሎ ግን እቲ ፕሮግራም እቲ ፅቡቅ መፀና ከምዚ ክንገብሮ ኣለና ሸ ሴፍ ገይርና ኣብዚ ኸን እዚኣ ኮንትሮል ሲ ገይርና ከም ብሓድሽ ክንፅረልና ምእንቲ ማለት እዩ ሕጂ እቲ ፕሮግራም ጌም ገይሩና ምስ በልና ዝኾነ ስፔስ ገይሩ እቲ ሓበሬታ ደልና ዘሎስ ይነፅራልና ማለት እዩ ሽዑ ዩሮኒየም ተበልና ደበሳይ ተሕተልናዮ ናው ዊ ኣር ጎይንግ ቱ ሪድ ደበሳይ ሕጂ ሪናይ ተኮይንና ዊ ኣር ጎይንግ ቱ ሕጂ ኣብዚ ከምዚ ከምዚ እንድሕር ተገይርና ኣለዉ ይቕሬታ ከምዚ ተገይርና ሴፍ ገይርና ማለት እዩ ነዚ ዝፀሓፍክዎ ከምኡ ወይ ማለት እዩ ደበሳይ ወዲ ክፋ ሳሙኤል ኦቆ ሳሙኤል ሽዑ ሕጂ ክንስብ ዘለና ንደበሳይ ጥራይ ኣንቢብዎ ንወዲ ኣቋ ሳሙኤል ግን ኣየንበቦን ከመይ ጌርና ከ ንወዲ ኣቋ ሳሙኤል ነንብቦ እንተ ኢልና ምክንያቱ እቲ ጋፕ ዝበሃል እቲ ጋብ ዝብሃልሲ ኣይዕንበቦን ዘሎ እንታይ ክንገብር ኣደ ኣለና እንተ ክንገብር ኣለና እዚ ኤፍገትስ ክንጥቀም ኣለና ነቲ ደሊና ዘለና ግን ኣብዚ ግን ንደበሳይ ጥራሕ ኣንቢቡ ኣሎ ንደበሳይ ወዲ ዕቑባ ሳሙኤል ግን ኣይህበዎን። So ብ እዚ ብ F Gets ዝበሃል ክነንብብ እንድሕር እንተኾይንና ኣብ ካልኣይቲ lecture ክነምጾ ኢና ማለት ሎማዓንቲ ጽሒፍናስ ኣንቢብና ኣለና ማለት እዩ። ኣብ ካልእ ትምህርትና ካልእ ትምህርቲ ክንመሃር ኢና።